ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ሎምዓንቲ መደበይ ክኣትው። ኣብ ናይ ሎምዓንቲ መደበይ ንደቂ ኣንስትዮ ኣብ ውሽጢ ሓሙሽተ ደቂቕ ከመይ ጌርና ክነዕግበን ከም ንኽእል ክንርኢ ኢና። ኣብ ውሽጢ ሓሙሽተ ደቂቕ ዕግበት ንምፍጣር ዘይኣክል ነገር ኣይኮነን። ይትረፍ ሓሙሽተ ደቂቕ ትሕቲ ሓሙሽተ ደቂቕ እውን ክተዕግብወን ትኽእሉ ኢኹም። ከመይ ጌርና ዝብል ነገር ክንርኢ ኢና እስካብ ናይ መደበይ ፍጻመ ሓቢርኩምኒ ጽንሑ ነዚ ቻነል ሓደሽቲ ዝኾንኩም ሰብስክራይብ ብምግባርን ናይ ደውል ምልክት ብምንካእን ዝተፈላለዩ ናይ ጥዕና ናይ ጾታዊ ርክብ ከምኡ ውን ናይ ሓዳር ሂወት ኢንፎርሜሽን ትረኽብሉ ቻነል ስድራ ንኽትኮኑን ክተተባብዑናን ብኽብሪ ይሓትት መደብና ናብ ብዙሓት በጺሑ ንኽመሃርሉ ላይክ ጌርኩም ጀምርዎ ስድራ ንዝኾንኩም እንዳመስገንኩ ናብ መደበይ ክምለስ ፈለማ ናብ ናይ ጾታዊ ርክብ ሓሳብ ክንኣቱ እንከለና ተገዳሲ ነገር ዕግበት እዩ። ናይ ጾታዊ ርክብ ዋና ዕላምኡ እውን ዕግበት ስለ ዝኾነ እዩ። ሓደ ሓደ ግዘ ዕግበት ረኺብኩም ክትኮኑ ትኽእሉ ኢኹም፣ ሓደ ሓደ ግዘ ድማ ዕግበት ዘይረኸብኩምሉ መዓልቲ ክህሉ ይኽእል እዩ። ስለ ዝኾነ ከመይ ጌርኩም ብፍላይ ደቂ ተባዕትዮ ድማ ከመይ ጌርኩም ንጓል ኣንስተይቲ ይኣኽለኒ እስካብ ትብል ክተዕግቡ ትኽእልሉ ሓሳብ ክንርኢ ኢና። ቅድሚ ሕዚ ዝተፈላለዩ ጌጋታት ኣብ እዋን ጾታዊ ርክብ ሰሪሕኩም ክትኮኑ ትኽእሉ ኢኹም። ስለ ዝኾነ ነዘን ጌጋታት እንዳፈታሕና ብኸመይ መንገዲ ክንከይድ ከም ዘለና ክንርኢ ኢና። ፈለማ ንጾታዊ ርክብ ክንሓስብ እንከለና ጾታዊ ርክብ ናይ ኣእምሮ ስራሕ እዩ። ብጣዕሚ ብሉጽ ኮይንካ ክትርከብ ኣለካ። ንኣብነት ሓንቲ ጓል ኣንስተይቲ ንሓደ ወዲ ልዑል ዝኾነ ስምዒት ክህልዋ ይኽእል እዩ፣ ኮይኑ ግና እቲ ወዲ ነታ ጓል ኣንስተይቲ ምንም ዓይነት ስምዒት ዘይክህልዎ ይኽእል እዩ። ስለ ዝኾነ ነዚ ነገር እዚ ከመይ ጌርና ባላንስ ክንገብር ከም ንኽእል ክንርኢ ኢና። ሕዚ ብዝሕብረልኩም ቴክኒካት ኩልኹም ኣብ እዋን ጾታዊ ርክብ ብሉጻት ክትኮኑ ትኸእሉ ኢኹም። ኩልሻዕ ዝዛረቦ ሓደ ሓሳብ ኣሎ። ቀልጢፍኩም ንመትልኹም ናብ ብልዕተን ክተእትዉ ትደልዩ እንተ ኾይንኩም፣ እቲ ቀዳማይ ጌጋ እዚ እዩ ዝኸውን ክተዕግብወን ኣይትኽእሉን ምኽንያቱ እንታይ እዩ ናብ ብልዕተን ንመትሎኹም ኣእቲኹም እንተንኣሰ ካብ ዕስራ እስካብ ሰላሳ ደቂቅ ክትጸንሑ ኣለኩም ኣብዝሓ ቀልጢፍኩም ናብ ብልዕቲ ንመትሎኹም ተእትዉ ደቂ ተባዕትዮ ድማ እንተበዝሐ ካብ ኣርባዕተ እስካብ ሓሙሽተ ደቂቅ ጥራሕ ኢኹም ክትጸንሑ ትኽእሉ ስለዝኾነ ኣይኮነን ክተዕግብወን ገና ስምዒተን ክለዓል እንከሎ ኢኹም ትውድኡ ስለዝኾነ ክትገብርዎ ዘለኩም ገና እንዳሓሰበትካ ንክትረስን ክትገብር እትኽእል ኢኻ እዚ ድማ ብፎርፕለይ እዩ ካብ ምስዕዓም እስካብ ክዳውንተን ምውጻእ ዘሎ ጨዋታ ፎርፕለይ ንብሎ እዩ ቀስ እንዳበልካ ኣብ እዝና ዊስፐር እንዳገበርካ ከምትፈቷን ከምተፍቅራን እንዳነገርካ ብደንቢ እንዳስዓምካ ቅድሚ ሕዚ ኣብ ዝሓለፉ መደባተይ ከምዝሓበርኩልኩም ሴንሲቲቭ ዝኾኑ ክፋል ሰውነተን እንዳነኻእኹም ንኽዳውንተን ቀስ ኣቢልኩም ብምውጻእ ንዕኢንተን እውን እንዳረኣኹም ኣብ ገጸን ዝፍጠር ናይ ስምዒት ምልዋጥ እንዳንበብኩም ቅድሚ ናብ ጾታዊ ርክብ ምእታውኩም ካብ ሕዚ ሕዚ ንመትሉ ኣእተወለይ ኢላ እስካብ ትሓስብ ፎርፕለይ ክትገብሩ ኣለኩም። ብኸምዚ መልክዕ ዝተጀመረ ጾታዊ ርክብ ናብ ፐኔትሬሽን ወይ ከኣ መትሎኹም ናብ ብልዕተን፣ ኣብ ተእትዉሉ እዋን ዕግበት ንምፍጣር ዝወስደልኩም ግዘ ዝሓፀረ እዩ ዝኸውን። እቲ ካልኣይ ብኸምዚ መልክዕ ተራሲንኩም ምስ ኣተኹም ንናይ ፆታዊ ርክብ ዕግበትኩም ብኽልተ ዕፅፊ ከውስኽ ዝኽእል ነገር ክንርኢ እንከለና ንመትልኹም ኣእቲኹም ፆታዊ ርክብ ክትገብሩ እንከለኹም ካብ መትሎኹም ብተወሳኺ ንኢድኩም ተጠቒምኩም ካሊእ ተወሳኺ ዕግበት ክትህብዎን ትኽእሉ ኢኹም። ንኣብነት ሴንሲቲቭ ዝኾኑ ቦታታት ኣለው፣ ኢሮጂኒዮስ ዞን ይበሃሉ። ንኣብነት ኣጥዋተን፣ ኣብ ብልዕተን ከባቢ ዘሎ ክፋል ሰውነተን እንዳሓሳሰኹም ክተዕግብወን ትኽእሉ ኢኹም። ስለዝኾነ ጾታዊ ርክብ ክትገብሩ እንከለኹም ሱቕ ምባል ዘይኮነስ ኣብ ክሳደን ከባቢ ብምስዓም፣ ንጨጉረን ብምሕስሳይ ዘይተጸበይዋኦ ነገር ክትገብሩ ኣለኩም። ናይ ጾታዊ ርክብ ስምዒት ምጥዕዓም ኣብ ናይ ሓዳርን ናይ ፍቕሪ ህይወትኩምን ዕብይ ዝበለ ፋክተር ስለዝኾነ ተገዲስኩም ክትሰርሕሉ ኣለኩም። እቲ ካሊእ ኣገዳሲ ዝኾነ ንደቂ ኣንስትዮ ዕግበት ንምፍጣር ዘድልይ ድማ ናይ ኣዘራርባኹም ጽባቐ እዩ። ብደንቢ ዝማርኽ ኣዘራርባ ብምዝራብ ጥራሕ ብልዕተን ራሕሲ ንኽፈጥር ክትገብሩ ትኽእሉ ኢኹም። ራሕሲ ንኽፈጥር ጥራሕ ዘይኮነ ድማ ዕግበት ክረኽባ ክትገብሩ ትኽእሉ ኢኹም። ምኽንያቱ እንታይ እዩ? ብልዕቲ ራሕሲ ኣለዎ እንተይልና ብቐሊሉ ናብ ዕግበት ንኽበጽሓ ዝሕግዘን እዩ። ብተመሳሳሊ እውን ኣብ እዋን ጾታዊ ርክብ ሕማም ንኸይስምዐን ዝገብር ስለዝኾነ እዩ። ስለዝኾነ ክትገብርዎ ዘለኩም ኢማጂነሪ ዝኾኑ ነገራት ኣብ ርእሰን ንክሰኣል ዝማርኽ ኣዘራርባ ተጠቒምኩም ናብ ልዑል ስምዒት ንክኣትዋ ከትገብሩ ትኸእሉ ኢኹም። እቲ ካሊእ ክትፈልጥዎ ዘለኩም ንጾታዊ ርክብኩም ኣገዳሲ ዝኾነ ድማ ንዐኣን ዝምችወን ፖዚሽን ሓቲትኩም በዚ ፖዚሽን ጾታዊ ርክብ ምፍጻም እዩ። ምኽንያቱ እንታይ እዩ ንናትኩም ስምዒት ጥራሕ እንዳንበብኩም ዘይኮነስ፣ ናታተን ስምዒት እውን ክትሰምዑ ስለ ዘለኩም እዩ ሕማም ንኸይስምዐን ዝገብር ዝፈትወኦ ፖዝሽን ብምሕታት ጾታዊ ርክብ ክትፍጽምሉ ኣለኩም ነዚ ኢለ ናይ ሎምዓንቲ መደበይ በዚ ክዛዝም ካብ ናይ ሎምዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ንቻነልና ሰብስክራይብ እንዳገበርኩም ንክተተባብዑና ብክብሪ ይሓትት። መደብና ናብ ብዙሓት ሰባት በፂሑ ንክመሃርሉ ላይክ ሼር ምግባርኩም ኣይትረስዑ። ሓሳብ ርኢቶኹም ብኮሜንት ሴክሽን ግለፁለይ። ብካሊእ መደብ ብካሊእ ሓሳብ እስካብ ንራኸብ ሰላምን ጥዕናን ንኩላትና። የቀንየለይ።